ሰላም ዝኸበርኩም ተኸታተልቲ ቤን ቲቪ ንሎሚ ሓሙስ ዓሰርተ ሓደ ግንቦት ዝተዳለወ ዕለታዊ ዜናታት ይዘልኩ መጽየ ኣለኹ ከም ወትሩ ክሳብ ፍጻሜ መደባትና ንኽትከታተሉና እንዳዓደምኩ ብቐዳምነት ኣርእስተ ዜና ኣብ ዞባ ማእከል ሓደጋታት ተሽከርከርቲ ብልዕሊ ኣርብዓን ኣርባዕተን ሚእታዊት ወሲኹ። ፍሉይ ልኡኽ ኣሜሪካ ማይክ ሃመር ምስ ተወከልቲ ዲያስፖራ ኢትዮጵያ ክዛተ እዩ። ብናይ ሓሶት ዲግሪ ንታሪኽን ኣብ መረጻ ዝተዓወተ ሪፖብሊካን ጆርጅ ሳንቶስ ተኸሲሱ። እስራኤል ብመጥቃዕቲ ኣየር ኣዛዚ ኣሃዱ ሚሳኤል ፍልስጤም ቀቲላ። ኣብ ካናዳ ባርዕ ጫካ ብዝኸፍአ መልክዑ ይቕጽል ከም ዘሎን ካልእን ዝድህስስ መደባት ሒዘልኩም መጽየ ኣለኹ። ሰናይ ናይ ምክትታል ግዜ እንዳ ተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቁ ብኽብሪ ይዕድመኩም። ኣብ ዞባ ማእከል ሓደጋ ተሽከርከርቲ ብልዕሊ ኣርባዓን ኣርባዕተን ሚእታዊት ወሲኹ።

ብቐዳምነት ዘይምሃብ፣ መንገድኻ ዘይምሓዝ፣ ርሕቐትካ ዘይምሕላውን ንኣጋር ቀዳምነት ዘይምሃብን ከም ዝኾነ ኣገንዚቡ። ምስ ምውሳኽ ሓደጋታት ሳዕቤናት እውን ከም ዝውስኽ ዝጠቐሰ ሜጀር ሃይለ፣ መጠን ሞት ብ ሰማንያን ሸውዓተን ነጥቢ ሓሙሽተ ሚእታዊት፣ ከቢድ መቑሰልቲ ብ ሰብዓን ክልተን ሚእታዊት፣ ቀሊል መቑሰልቲ ብ ሓምሳን ሓሙሽተን ሚእታዊት፣ ዕንወት ንብረት ድማ ብልዕሊ ሓምሳን ክልተን ሚእታዊት ክብ ከም ዝበለ ኣረዲኡ። ብዘይካ'ዚ ኣብዚ ቀዳማይ ርብዒ ዓመት ሕጊ ትራፊክ ብምጥሓስ ዝተኸሰሳ ተሽከርከርቲ ዕስራን ሸውዓተን ሽሕን ሽዱሽተ ሚእትን ኣርባዓን ሰለስተን ምዃነን ብጠቕላላ ድማ ኣስታት ሽዱሽተ ነጥቢ ክልተ ሚልዮን ናቕፋ ከምእተቐጽዓ ሓቢሩ። ዝበዝሑ ፈጸምቲ ሓደጋ ኣብ ክሊ ዕድመ ዓሰርተ ሸሞንተ ክሳብ ሓምሳ ዓመት ዝርከቡ ምዃኖም ብምሕባር ኩሉ ተጠቃሚ ጽርግያ ሕግታት ትራፊክ ከኽብር ወለዲ ንደቆም ብግቡእ ክከታተሉን ከማእዝኑን ድማ ጸዊዑ። ኣብ መወዳእታ ሜጀር ሃይለ ወነንቲ ኮድ ሓደ መካይን ኣብ ዘይግብኦም ንጥፈታት ከይሰርሑ ወነንቲ ብባትሪ ዝሰርሓ ብሽክለታታት ብዘይ ካስኮን ቁፅሪ ሰሌዳን ከይንቀሳቐሱ ከምኡውን መራሕቲ መካይን ብዘይ መምርሒ ፍቓድ ከይመርሑ ኣተሓሳሲቡ። ፍሉይ ልኡኽ ኣሜሪካ ማይክ ሃመር ምስ ተወከልቲ ዲያስፖራ ኢትዮጵያ ክዛተ እዩ። ፍሉይ ልኡኽ ኣሜሪካ ኣብ ቀርኒ ኣፍሪካ ኣምባሳደር ማይክ ሃመር ኣብ ሎስ ኣንጀለስ ካሊፎርኒያ ምስ ተወከልቲ ዲያስፖራ ኢትዮጵያ ክዘራረብ ምዃኑ ተፈሊጡ። ክፍሊ ጉዳያት ወፃኢ ኣሜሪካ ብረቡዕ ኣብ ዘውፅኦ መግለፂ ኣምባሳደር ማይክ ሃመር ንትሽዓተ መዓልታት ኣብ ሎስ ኣንጀለስ ካሊፎርኒያ ኣብ ዝፀንሓሉ ንናይ ትግራይ፣ ኦሮሚያ፣ ኣምሓራን ሶማልን ተወከልቲ ዲያስፖራ ረኺቡ ከምዘዘራርብ ኣፍሊጡ። እቲ ፍሉይ ልኡኽ ኣብ ጉዳይ እቲ ኣብ ሕዳር ክልተ ሽሕን ዕስራን ኣብ ትግራይ ዝተወልዐ ደማዊ ኲናት ንምግታእ ኣብ ፕሪቶርያ ዝተኸተመ ስምምዕ ተኹሲ ደው ምባልን ካልኦት እዋናዊ ጉዳያትን ከዘቲ እዩ። ካብዚ ብተወሳኺ ብኣዳላውነት ካብቲ ዞባ ዝመጽእ ጥምረት መራሒ ደቂ ኣንስትዮ ዩናይትድ ውመን ኦፍ ዘ ሆርን ኣብ ኣሜሪካ ምስ ዝርከባ ኣባላት ዲያስፖራ ኢትዮጵያ ክዘራረብ እዩ። ኣብዚ ኣብ ኣዳራሽ ሼይቦብሆፕ ፓትሪዮቲክ ዝካየድ ዘተ፣ ኣብ ምስፋን ሰላምን ምድንፋዕ ዓቕሚ ደቂ ኣንስትዮን ከም ዘድህብ እቲ ካብ ቤት ጽሕፈት ጉዳያት ወጻኢ ዝወጽእ ሓበሬታ የመላኽት። ጥምረት ደቂ ኣንስትዮ ቀርኒ ኣፍሪቃ ወይከኣ ዩናይትድ ዊመን ኦቭ ዘ ሆርን፣ ቀርኒ ኣፍሪቃ ሰላም፣ ፍትሕን ሓድነትን ዝሰፈኑ ክኸውን ዝሰርሕ ክኸውን እንከሎ፣ ቅድሚ ሕጂ'ውን ተመሳሳሊ ምድላዋት ገይሩ እዩ። እቲ ትካል ደቅንስትዮ ኣብ ህንፀት ሰላም ኢትዮጵያን ቀርኒ ኣፍሪካን ዝህልወን ግደ ኣመልኪቱ ኣምባሳደር ማይክ ሃመር ዶክተር ኣኔት ዌበርን ዝተረኸብሉ መድረኽ ኣብ መወዳእታ መስከረም ከም ዘዳለወ ይዝከር። እዚ መድረኽ ብቐንዱ ካብ ኢትዮጵያ፣ ኤርትራን ሶማልያን ዝመፁ ጋዜጠኛታትን ተሓለቕቲ ሰብኣዊ መሰላትን ዝሳተፍሉ እዩ ነይሩ። ኣምባሳደር ማይክ ሃመር እቲ ሰራዊት መንግስቲ ኢትዮጵያ መሻርኽቱ ሓይልታት ክልል ኣምሓራን ሰራዊት ኤርትራን ምስ ሓይልታት ትግራይ ዘካይድዎ ዝነበሩ ንልዕሊ ክልተ ዓመታት ዝቐፀለ ኲናት ከብቅዕ ዕዙዝ ግደ ካብ ዝነበሮም ሓደ ዩ። ኲናት ትግራይ ምስ ተወልዐ ኣሜሪካ ካብ ዝመደበቶም ልኡኻት ሳልሳይ ዝኾነ ኣምባሳደር ሃመር ተሳተፍቲ እቲ ኲናት ኣብ ምቅራብን ኣብቲ ድርድርን ቀንዲ ተሳታፊ ነይሩ ዩ። ማይክ ሃመር መንግስቲ ኢትዮጵያ እቲ ኲናት ብሰላም ከብቅዕ ግደ ንዝነበሮም ኣካላት ብ ዓሰርተ ሓሙሽተ ሚያዝያ ኣብ ዘዳለዎ ሽልማትን ኣፍልጦን ካብ ቀዳማይ ሚኒስተር ኣብይ ኣሕመድ ሽልማት ከምዝተበርከተሉ ይዝከር። እዚ ፍሉይ ልኡኽ ቅድሚ ስምምዕ ሰላም ምኽታሙ ምስ ሰብመዚ ኢትዮጵያን ህወሓትን ተደጋጋሚ ዘተላዘበ ክኸውን እንከሎ ኣብ ፕሪቶርያን ናይሮቢን ድሕሪ ዝተገብረ ስምምዕ እውን ናብ መቐለ ኣምሪሑ ምስ መራሕቲ ግዝያዊ ምምሕዳር ትግራይ ዘትዩ እዩ። እቲ ኲናት ደው ንምባል ምስ ተፈረመ ድሕሪ ሽዱሽተ ወርሒ ፍሉይ ልኡኽ ኣሜሪካ ኣብ ቀርኒ ኣፍሪቃ ማይክ ሃመር ኣብ ሃገሩ ምስ ዘለዉ ኣባላት ማሕበረሰብ ኢትዮጵያ ብወግዒ ክዝራረብ እዚ ፈለማ እዩ። ብናይ ሓሶት ዲግሪ ንታሪኽን ኣብ ምርጫ ዝተዓወተ ሪፖብሊካን ጆርጅ ሳንቶስ ተኸሲሱ። ናይ ሓሶት ዲግሪን ታሪኽን ሒዙ ኣብ መረጻ ምፋራ ኣሜሪካ ዝተዓወተ ሪፖብሊካን ጆርጅ ሳንቶስ ብምጥፋእ ዘይሕጋዊ ገንዘብ ብምስስጋርን ተኸሲሱ። ጆርጆ ሳንቶስ ዘይሕጋዊ ምስጋር ገንዘብ፣ ስርቂ ህዝባዊ ገንዘብ፣ ንባይቶ ተወከልቲ ናይ ሓሶት ቃል ምሃብ ብዝብሉን ብካልኦት ዓሰርተ ሰለስተ ገበናት እዩ ተኸሲሱ ዘሎ። ንገለ መዳያት ድሕረ ባይትኡ ሰኒዑ ከምኡ'ውን ንናይ ሓሶት ትካላት ግብረ ሰናይ ገንዘብ ንክህቡ ሰባት ኣታሊሉ ዝብሉ ክስታት እውን ይምርመሩ ኣለዉ። ቅድሚ ሕጂ እቲ ወዲ ሰላሳን ኣርባዕተን ዓመት ሳንቶስ ብዛዕባ ኣብ ኮለጅ ምምሃሩን ብዛዕባ ታሪኽ ህይወቱን ከም ዝሓሰወ ተኣሚኑ ነይሩ እዩ። ኣዲኡ ግዳይ መጥቃዕቲ ትሽዓተ ዓሰርተ ሓደ ከም ዝኾነት ዝግለጽ ሓሶት ብምዝርጋሕ'ውን ይኽሰስ እዩ። ሳንቶስ ኣብ ክልተ ሽሕን ዕስራን ብጭቡጥ ኣብ ሓደ ናይ ኢንቨስትመንት ትካል ተቖጺሩ ይሰርሕ እኳ እንተነበረ ናይ ኮቪድ ዓሰርተ ትሽዓተ ናይ ሽቕለት ኣልቦነት ደገፍ ክረክብ ከም ዘመልከተ ሰነዳት ቤት ፍርዲ ይሕብሩ። ንኣስታት ሓደ ዓመት ድማ ብሓሶት ደገፍ ከም ዝተቐበለ'ውን ኣኽበርቲ ሕጊ ይገልጹ። ሰነዳት ቤት ፍርዲ ከም ዝሕብርዎ፣ ሳንቶስ ኣብ ናይ ቲቪ ጎስጓስ መወዓውዒታት ሓስዩ እዩ። ኣኽበርቲ ሕጊ እቲ ኣባል ኮንግረስ ሪፖብሊካን ንመወዓውዒታት ቲቪ ገንዘብ ይእክብ ከም ዘሎ ንደገፍቱ ብሓሶት ከም ዝነገረን ኣብ ክንድኡ ነቲ ገንዘብ ንውልቃዊ ረብሓ ከም ዘውዓሎን ይገልጹ። ልቃሕ መንኪናውን ካልኦት ውልቃዊ ዕዳታትን ከም ዝኸፈለሉን ልዑል ዋጋ ዘለዎም ክዳውንቲ'ውን ከም ዝገዝእ ይሕብሩ። እቲ ኣባል ኮንግረስ ሪፖብሊካን ትማል ረቡዕ ኣሰር ኣጻብዕቲ ሂቡን ናይ ፖሊስ ስእሊ ተሳኢሉን ኣብ ኒውዮርክ ሎንግ ኦይላንድ ኣብ ዝርከብ ቤት ፍርዲ ፌደራል ከም ዝቐርብ ኣሜሪካዊ መሻርኽቲ ኖይስ ሓቢሩ። እቲ ብጸለመ ዝተመልኣ ኣባል ኮንግረስ ሪፖብሊካን ጆርጅ ሳንቶስ ግን ገበነኛ ከም ዘይኮነ ንቤት ፍርዲ ገሊጹ ኣሎ። ሳንቶስ መንነቶም ብዘይተገልጸ ሰለስተ ውልቀ ሰባት ውሕስና ተገይርሉ ብ ሓሙሽተ ሽሕ ዶላር ዋሕስ ከም ዝተፈትሑን ተፈሊጡ ኣሎ። እንተኾነ ቤት ፍርዲ ገበነኛ ኮይኑ እንተረኺቡ ክሳብ ዕስራ ዓመት ዝበጽሕ ማእሰርቲ ክፈርዶ ይኽእል እዩ። ኣብ ፖለቲካ ኣሜሪካ ብተዛማዲ ሓድሽ ዝኾነ ጆርጅ ሳንቶስ ኣብ ሕዳር ብዘመዝገቦ ዓወቱ ኣብ ባይቶ ውክልቲ ህዝቢ መንበር ዝተዓወተ ፈላማይ ሕደ ጾታዊ ሪፖብሊካን ተባሂሉ ተናኢዱ ከም ዝነበረ ይዝከር። ብ ዓሰርተ ትሽዓተ ታሕሳስ ንትምህርቱን ተመኩሮን ስርሑን ሓዊሱ ንብዙሕ ክፋል ሲቪ ናቱ ኣብ ሕቶ ዘእተወ ዛንታ ኣብ ኒውዮርክ ታይምስ ካብ ዘሕትም ንደሓር ካልኦት ማዕከናት ዜና ብዛዕባ ህይወቱ ሓበሬታ ክፍልፍላ ጀሚረን። ኣቐዲሙ ሳንቶስ ኣይሁዳዊ ምዃኑ፣ ኣያታቱ ኣብ ኤውሮጳ ዝነበረ ጸረ ሴማውነት ከም ዝሃደሙን ንሱ ንኣሜሪካዊ ኣይሁዳዊ ብምዃኑ ከም ዝሕበንን ተገሊጹ ነይሩ እዩ። ኣቦሓጎታቱን እነሓጎታቱን ኣብ ዩክሬን ካብ ዝነበረ ስደት ኣይሁድ ሃዲሞም ኣብ ቤልጂም ሰፊሮም፣ ኣብ ካልኣይ ውግእ ዓለም ድማ መሊሶም ናብ ስደት ሃዲሞም ኣብ ብራዚል ከም ዝተቐመጡ ተገሊጹ ነይሩ እዩ። እንተኾነ እተን ማዕከናት ዜና ነዚ ዝሕብር መርትዖ ኣይረኸባን። ጆርጅ ሳንቶስ ምስ ቶክ ቲቪ ኣብ ዘካየዶ ሓድሽ ቃለ መሕተት እውን ኣዝዩ ልዑል ሓሳዊ ምንባሩ ተኣሚኑ። ሓደ ካብቲ ኣብ ህይወቱ ዝዓበየ ጣዕሳ ናይ ኮሌጅ ትምህርቲ ከም ዘለዎ ምሕሳው ምዃኑ ተዛሪቡ ነይሩ። ሳንቶስ ንምንታይ ከምኡ ክገብር ከም ዝመረጸ ምስ ተሓተተ ትጽቢት ካብ ሕብረተሰብ ዝመጸ ጸቕጢ ክጻወሮ ኣይከኣልኩን ኢሉ መሊሱ ነይሩ። ካብቲ ናይ መጀመርታ ጸብጻባ ተጀሚሩ ጆርጅ ሳንቶስ ድሕረ ባይትኡ ከም ዝጸበቐ ተኣሚኑ እዩ። ኣዲኡ ናብ መጥቃዕቲ ትሽዓተ ዓሰርተ ሓደ ዘይኮነስ ድሕሪ ዓመታት ኣብ ክልተ ሽሕን ዓሰርተ ሽዱሽተን ከም ዝሞተት ተቓሊዑ። ነዚ ነቐፌታታት ስዒቡ ጆርጅ ሳንቶስ ካብ ውሽጢ ውድቡን ካብ ካልኦት ስልጣኑ ክለቅቕ ጻዊት ቀሪብሉ እኳ እንተነበረ ንሱ ግን ክሳብ ሕጂ ከይተቐበለ ከም ዝጸንሐ ይፍለጥ። እስራኤል ብመጥቃዕቲ ኣየር ኣዛዚ ኣሃዱ ሚሳኤል ፍልስጤም ቀቲላ። እስራኤል ኣጋ ወጋሕታ ኣብ ወሽመጥ ቓዛ ብዘካየደቶ መጥቃዕቲ ኣየር ሓደ ኣዛዚ ኣሃዱ ተወንጫፊ ሮኬት ፍልስጤማዊ እስላማዊ ጅሃድን፣ PIG፣ ምስ ካልኣዩን ቀቲላ። ነፋሪት ኲናት እስራኤል ኣብ ሓደ ካሂን ዩኒስ ዝተባህለ ኣብ ደቡባዊ ግዝኣት ዝርከብ ህንጻ ኣብ ሓሙሻይ ደርቢ እያ ኣጥቂዓ። ብረቡዕ ኣብ ቃዛ ዝርከቡ ሚሊሻታት ልዕሊ ሓሙሽተ ሚእቲ ሮኬታት ናብ እስራኤል ተኩሶም እዮም። ሰራዊት እስራኤል ኣብ ቃዛ ንልዕሊ ሚእትን ሰላሳን ሚሊሻታት ዒላማ ብምግባር ክወቅዕ እንከሎ፣ እዚ ኣብ ውሽጢ ትሽዓተ ኣዋርሕ ካብ ዝተኻየደ ውግእ እቲ ዝኸበደ እዩ። ምንጭታት ሕክምና ፍልስጤም ከም ዝሕብሮ፣ ካብ ሰሉስ ንግሆ ኣትሒዙ እስራኤል ኣንጻር ፍልስጤማዊ ጉጅለ ጅሃድ ብዘካየደቶ መጥቃዕቲ ዕስራን ሓሙሽተን ሰባት ተቐቲሎም ኣለዉ። ካብዚኣቶም ዓሰርተ ሲቪላትን ሰለስተ ካብ ኣዘዝቲ እቲ ዕጡቕ ጉጅለን እዮም። ሰራዊት እስራኤል ብወገኑ ዒላምኡ ብዝሰሓተ ሮኬት ሰለስተ ህጻናት ዝርከብዎም ኣርባዕተ ሰባት ከምዝተቐትሉ ይገልጽ። እዚ ግን ብፊሊስጤማውያን ኣይተረጋገጸን። ዕጡቕ ክንፊ ፊሊስጤማዊ እስላማዊ ጅሃድ እቲ ብኣቡ መሓመድ ዝፍለጥ ቀንዲ ኣዛዚ ኣሃዱ ሚሳኤል ዓሊ ሓሰን ቃሊ ሓሙስ ንግሆ ብዝተፈጸመ መጥቃዕቲ ከምዝተቐተለ ኣረጋጊጹ። ኤስላማዊ ጂሃድ ድሕሪ ሓማስ እቲ ዝዓበየቶ ጉጅለ ኣብ ቃዛ ክኸውን እንከሎ ንዝተቐትሉ ፊሊስጤማዊያን ሕነ ከም ዝፈዲ ሓንሒኑ ኣሎ። ሰራዊት እስራኤል ኣብቲ ምጥቃዕቲ ንቓሊን ካልኦት ኣብ ቃዛ ዝሰርሑ ክልተ ዕጡቓት እስላማዊ ጂሃድን ዒላማ ከም ዝገበረ ኣፍሊጡ። ሰራዊት እስራኤል ነዚ ዝተቐትለ ዋና ኣዛዚ ሚሳኤል ዓሊ ሓሰን ኣብዚ ቀረባ እዋናት ኣንጻር እስራኤል ንዝተኮሱ ሮኬታት ተሓታቲ'ዩ ኢሉ። ብረቡዕ ምሸት ቀዳማይ ሚኒስተር እስራኤል ቤንያሚን ነታንያሁ ወፍሪ እስራኤል ገና ኣይተዛዘመን ክብል ኣጠንቂቑ። ንሱ ነቲ ብሰሉስ ዝተፈጸመ ቅትለት ሰለስተ ኣዘዝቲ ፍልስጤማዊ እስላማዊ ጅሃድ ኣመልኪቱ ንእስላማዊ ጅሃድ ቅድሚ ሕጂ ኣጋጢሙ ብዘይፈልጥ መልክዑ ወቂዕናዮ ክብል ተዛሪቡ። ነታንያሁ ብዛዕባ እዚ መጥቃዕቲ ቅድሚ ምዝራቡ ማዕከናት ዜና ግብጺ ብምንጎኝነት ግብጺ ክልቲኦም ወገናት ተኹሲ ደው ከምዘበሉ ሓቢረን ነይረን እየን። እንተኾነ ካብ ክልቲኦም ተጻባእቲ ሓይልታት ዝተዋህበ መረጋገጺ የለን። ኣብ ቓዛ ንዝርከቡ ዕጡቓት ጉጅለታት ዝውክል ትካል፣ እስራኤል እትፍጽሞ መጥቃዕቲ እንተ ኣሐይላ ጸለምቲ መዓልታት ይጽበዩ ክብል ከም ዘጠንቀቐ ይፍለጥ። እዚ ኣብዚ ሰሙን ብእስራኤል ዝተፈጸመ መጥቃዕትታት ኣየር፣ ካብቲ ኣብ ዝሓለፈ ነሓሰ ንሰለስተ መዓልታት ዝቐጸለን ኣብ ቓዛ ኣርባዓን ትሽዓተን ፊሊስጤማውያን ዝቐተሉሉን መጥቃዕቲ እቲ ዝኸፍኣ እዩ። ካናዳ ባርዕ ጫካ ብዝኸፍኤ መልክዑ ይቕጽል። ኣብ ዞባ ኣልበርታ ካናዳ ተኸሲቱ ዘሎ ባርዕ መሮር ብዝሓየለ መልክዑ ይቕጽል ብምህላዉ ላዕለዎት ሓለፍቲ እቲ ዞባ ኣብቲ ከባቢ ቁልጡፍ ወታደራዊ ደገፍ ክግበር ጸዊዖም። እዚ ኣብ ኣዝዩ ሓጺር እዋን ናብ ሰፊሕ ከባቢታት ዞባ ኣልበርታ ሊሕሙ ዘሎ ሓደጋ ባርዕ መሮር ዘውርዶ ዘሎ ከባብያዊ ንዕንወት እናዓበየ ይመጽእ ከምዘሎ እዩ ዝሕበር ዘሎ። እዚ ዛጊት ኣብ ቴስዓን ኣርባዕተን ቦታታት እታ ዞባ ተኸሲቱ ዘሎ ባርዕ ዕስራን ትሽዓተን ካብኡ ካብ ቁፅፅር ወፃኢ ኮይኑ ምህላዉ ዝሓበሩ ሰብ መዚ ሲቪላዊ ድሕነት ኣልበርታ ኣስታት ዕስራን ትሽዓተን ሽሕ ነበርቲ እቲ ከባቢ ናብ ውሑስ ቦታ ክግዕዙ ተኣዚዞም ከምዘለዉ ገሊፆም። ብሰንኪ እቲ ተኸሲቱ ዘሎ ሓደጋ ኣብታ ዞባ ህፁፅ ናይ ሓደጋ እዋን ተኣዊጁ ከምዘሎ ፀብፃባት ይሕብሩ። ነቲ ባርዕ ንምቁጽጻር ክካየድ ዝቐነየ ስርሒታት ዝጥቀስ ውጽኢት ከም ዘይተረኸቦ ዝጠቐሱ እቶም ጸብጻባት፣ ዛጊት ልዕሊ ሚእትን ዕስራን ሽሕ ሄክታር ዝግመት ጫካታት ተሃሚኹ ከም ዘሎ ወሲኾም ኣረዲኦም። ኣልበርታ ሓንቲ ካብተን ብፍርያት ነዳዲ ቀዳሞት ዝኾና ዞባታት ካናዳ ምዃና ዝሓበሩ ምንጭታት ዜና እታ ሃገር፣ እቲ ተኸሲቱ ዘሎ ሓደጋ ባርዕ መሮር ኣብ ቁጠባዊ ንጥፈታት እቲ ከባቢ ከቢድ ሳዕቤን የኸትል ምህላዉ ኣመልኪቶም። ነቲ ባርዕ ጫካ ኣብ ትሕቲ ቁፅፅር ንምውዓል ብኣማኢት ዝቑፀሩ ኣባላት መጥፋእቲ ሓዊ ኣብቲ ከባቢ ተዋፊሮም ከምዘለዉ ድማ እቶም ምንጭታት ዜና ወሲኾም ይሕብሩ። እቲ ባርዕ ኣብ ክልተ ሽሕን ዕስራን ሓደን ኣብታ ሃገር ድሕሪ ዝተኸስተ ህይወት ሓሙሽተ ሚእቲ ሰባት ዝቐዘፈ ተመሳሳሊ ሓደጋ እቲ ዝኸፍኣ ምዃኑ ፀብፃባት የረድኡ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና።